ሰላም ሰላም ተኸታተልቲ መንደላይ ሚድያ ከመይ ውዒልና ሎሚ ከዓ ኣገዳሲ እዩ ዝበልክዎ መደባት ሒዘ መፅየ ኣለኹ ካባኹም ዝደሊ እዛ ቪድዮ ክትጅምርዋ ከለኹም ላይክ እናገበርና ንጀምሮ ሳብስክራይብ ደይገበርና ከዓ ሳብስክራይብ ብምግባር እዚ ሚድያ ነዕብዮ ፅምዶ ኣርባዓን ኣርባዕተን ጽምዶ ሰላም ካብ ህዝቢ ናብ ህብዚ ህዝቢ ካብ ጎረባብቲ ናብ ሙሉእ ዓለም ዝኸይድ ዘሎ ጽምዶ ጽምዶ ናይ ሰላም ዘይድግፍ ደም ናይ ሰብ ዝደሊ በቲ ዝፈስስ ደም ከኣ ብኡ ገይሩ ገንዘብ ከኻዕብት ዝደሊ ኣብዚ ደገ ኣብ ዝጥዕሞ ኮፍ ኢሉ እዛ ጽምዶ ክንምለሳ ኢና ቅድሚኣ ናይ ሃኒ በሎጾም ዩቱብ ቻነል ሃኒ በሎጾም ዩቱብ ቻነል ሕጂ እውን ሓንቲ ቪድዮ ፅዒኖም ኣለው ኣብታ ቪድዮ ኣቲና ላይክ ንግበረሎም ሳብስክራይብ ደይገበርና ከዓ ሳብስክራይብ ንግበር ኣብ መጨረሽታ እዛ ቪድዮ ምስ ተወደአት ኣብታ ቀዳመይቲ ኮመንት ክገድፈልኩም እየ ሼር ከዓ ንበሎ ማለት እዩ ኩሉ ህዝቢ ኤርትራ ይፍለጥ ነቶም ኣብ ውሽጢ ዓዲ ዘለዉ ስነጥበባውያን ባዕልና ኢና ከነተባብዖም ዘለና ሕጂ ሓንቲ ቪድዮ ዘርጊሖም ኣለዉ ብዙሕ ስራሓት ኣለና ይብሉ ስለ ዘለዉ ናይ ሓደ ሰብ ከማን ኣይኮነትን ናይ ሓደ ናይ ናይ ብዙሓት እያ ከምኡ ገይሮም ድሕር ካልኦት ኣውፅኦም እውን ተረዳዲኦም ድሕር ሰሪሖም ነቶም ኣብ ውሽጢ ዓዲ ዘለዉ ክንዕብዮም ኢና እስከ ንእሽተይ ካብኣ ክንሰምዕ እሞ ናብቲ ዝቕፅል መደባትና ክንከይድ ኢና
ኦኬ ፊልም ፋራ ኣነ ዝገርመኩም ብኣዝዩ ዘደንቕ መገዲ እዩ ሃንበሎ ፆምነት ኣብ ፊልም እቲኣ ሂብኒ ሃንደበት ገሸ ነይረ ምስ ተመለስኩ ካብ ናይ ከረን መገሻይ ቴለፎንካ ጠፊኣትኒ ቀንያ ኢሉ ስክሪፕት እዚኣ ኣንብባ ኢሉ ሂብኒ ምስ ኣንበብኳ ተጸሊለላ። ሕራይ ፊልሚ ፋራ ካብቶም ቀዳሞት ዝተዓዘብኩ ኣብ ጽሑፍ ከላ ማለት እዩ መጀመርያ ምስ ዝጸሓፋ ሃኒ ንዓይን ንኣቡበከርን ኣንቢብልና ኣዚና ኣዝየ ኣዝየ በቃ ፈትየያ።
ፋራ እቲ ኣርእስታ እኮ ማራኪ እኳ ኣለዋ ንኩሉ ነገር ዘጠቓለለት እያ ከዓኒ እቲ ኣርእስታ እያ ፋራ ዘላ እምበር ኩሉ ነገር ዘጠቓለለት እያ ሕብራዊት ሕብራዊት ፊልም እያ ኣዝያ ደስ ትብል ስራሕ እያ ኣብ ፋራ ፊልም ግን ብዙሕ ነገር ኢኻ ክትርኢ እንታይ ዝዓብስ ፍቕሪ
ምኻዕብዝ ሎሚ መንእሰይ ክመሃርን ክምዕብልን ላዕልን ታሕትን እንዳበለ ከሎስ ኣፍቂረክዶ ፈትየክዶ ምባል ናይ ኣቦና ኣዳም ጎልፎ ዝነበረሲ ብንብረት ቀይሩለይ።
ምዕቡል ወዲ እዩ ዝመስል።
ትመደሮ መፅንሓልካ ኣበይ ሓዲርካ? ኣብ ኣስመራ ጻዕዳ እስኽኸ ወልከ ጓልጎርጭ ብዛዕባ
ኣብ ሃኒ በለጾም ዩቲብ ቻነል ኣላ ኣብ ቀረባ እዋን እታ ፊልሚ ክትወፅያ ኣቀዲሞም እዮም ከመይ ኔራ እቲ ክቦም ከሎ ደራሲ ሃኒ ቦሎጾም እንታይ እዩ ከ እንታይ ማለት እዩ ፋራ ብዝብል ኩሉ ይዝርዝርዎ እዮም እታ ቪድዮ ክትርእይዋ እንድሕር ደሊኹም ኣብ ሃኒ በለጾም ኢንተርቴይመንት ኣብኣ ከይድኩም ሳብስክራይብ ጌርኩም ረኣይዋ ላይክ ግበሩሉ ኮመንት ጸሓፉ ሼር ግበርዎ ብፍላይ ሓዳሽ ስለ ዘላ እዛ እዛ ቻነል ሳብስክራይብ ምግባር ከይንሓምቕ ኤርትራውያን ኩሉ ሰብ ክኸትት ኣለዎ ሳብስክራይብ ክገብራ ክኽእል ኣለዎ ኦኬ ኣብታ ናይ ቀትሪ መደበይ ፅቡቅ ጌርና ከምዛ ናይ ትማሊ ዝገበርናያ ክንሰርሐላ ኢና ግዜ ከይንበልዕ ምእንትን ናብ ካልእ ትንክፍ ትንክፍ ከነብሎ ብዙሕ ነገራት ሒዘ መጽየ ስለ ዘለኹ ማለት እዩ። ኣብዚኣ ኣብ ትዊተር ጽምዶ ኣንቲ ፒስ ኢሉ እቲ ባሕርና ከም ድሌትና ንቦም ዝብል ዝነበረ ወዲ ኣብ በዓል ትዊተር ዘሎን ዘየለን ናብ ህዝቢ የመሓላልፉ ስለ ዘለዉ ኩላኻ ክተት ኣብ ትዊተር ኬትካ ነቲ ስእሊ ስክሪንሹት ጌርካ ኤክስ ጌርካ ፌክ ኒውስ እንዳበልና በቃ እቲ ዝግበር ዘሎ ሰላም ንኸይህሉ እዚኦምሲ ኣይሓፍሩን እዮም ከማ ባሕርሲ ክንሸጦ ኢና እቲ ባሕሪ ናህና እዩ ከም ድሌትና ዝበሉ እዮም እዚኦም ባሕሪ ናህና እዩ ክንበኩም ኢና ንሕና ስልጣን ጥራሕ ሃቡና እምበር ባሕሪ ክንበኩም ኢና ኣፍደገ ባሕሪ ተጠቃምነት ዘይኮነስ ዋንነት ናይ ባሕሪ ኣፍደገ ባሕሪ ከነፍቅደልኩም ኢና ጥራሕ እታ መንበር ኣብ ኤርትራ ዘላ ንዓና ሃቡና ክብሉ ቀንዮም ሕጂ ናበይ ጸርዮም ኣለዉ መሲልኩም ኣንድነት ክብሉ ጀሚሮም ኣለዉ ምስ ኢትዮጵያ ኣንድነት ይሕሸና እንዳበሉ ብድምጺ ከስማዓኩም እየ እዚኦም ማለት እዩ ሕሉፍ ሓሊፎም ሕጂ እንታይ ክብሉ ጸኒሖም እንታይ ክብሉ ጀሚሮም ኣንድነት ሓደ ኢና ኣንድነን እቶም ዶብ ዘለና ምናዳ እዩ ዝብል ኣብቲ ዘረብኡ ትወዲ ከም ማዕራር ኢሉስ እቶም ኣብ ዶብ ዘለና በቃ ድሕር ደሊና ብምርጫና ክንከይድ ንኽእል ኢና ንኢትዮጵያ ንስኻ ኢኻ ትኸይድ እምበር እቲ መሬት ህዝብን መንግስትን ኤርትራ ደም ርሂፁ ዘምፆ መሬት ካብ ፀላኢ መንዚዑ ዘምፆ መሬት ንወላ ሓደ ሰብ ኣይትቑርመም ኣይትሽርመም ሃገር ንስኻ ግን ሳንጣኻ ሒዝካ ክትከይድ ትኽእል ኢኻ ኦኬ ንስማዓዮ ብዚ እቲ ኣንድነት ዋን ሞር ሓደ ከኣ እዚ ትሪእዎ ዘለኹም ከኣ ማለት እዩ ያ ያ ያ they have hidden hidden plan ያ hidden agenda ስምዕዎ እዚ ከኣ ንኣብኡ ነቶም መንእሰያት እንታይ ኢሎም ክጉስጉሱ ውዕሉ ኣለዎ ረእይዎም ኣብ ዝሓለፈ ግዜ ተፈታዊ ቶክ ሾው ሬድዮ ሩዋንዳ ተፈታዊ ቶክ ሾው ኣንሳብስክራይብ ተፈታዊ ቶክ ሾው ጎስጉስ ተባሂሎም ተላኢኾም ዝተዋህብዎ ኣብኡ ተጸሚዶም እዮም ዝውዕሉ ምሉእ መዓልቲ ምሉእ ለይቲ ሕጂ ከኣ ኣንድነት ዝብል ሓሳብ ተዋሂብዎም ከምኡ ክስውስው ይውዕሉ። እዛ ስምዕዎ እዚኻ መን ምዃኑ ክነግረኩም እየ። እንድሕር ንኣብነት ነቲ ኣንድነት ወይ ከኣ ነቲ ሕብረት ዝጥዕም ነቲ ምድማር ዝጥዕም ፓሊሲ እንድሕሪ ንሕና ከም ደምበ ፍትሒ ነፊዕና ዝኾነ ብሉጽ ዝኾነ ካብቲ ናይ ቀደም ዝነበረ ናይ ኣንድነት ፓሊሲ ተነዲፉ እቲ ዝነበረ ቋማትን እቲ ምሕደራን ዝበለጸ ጌርና እንድሕሪ ኣቢልናዮ ዋይናት ምሻሎ ንዓና ብዝመቸ ብዝበለፀ ይኮነና ትኽእል ኢለ ዘብል ካብ ከባቢ ስደት ናይዚ ዓዲ ፓስፖርት ሒዘ በቃ ጀስ ኩሉ ሓደ ሲ ምንባር ምንባር እዩ ዝበለፀ ንዓይ ከዓ እዚኦም ዝዛረቡ ዘለዉ ናይዚ ዕሱባት እዮም ካብ ነሽነሽ ድበሃል ጀሚርካ ኩሎም ኣንድነት እዮም ዝብሉ ዘለዉ ዓው ኢሎም ዋላ ኣየውጽዎ እምበር ውሽጦም ኩሎም ምስ ኢትዮጵያ ሕብረት እዩ ዘድልየና ኤርትራ ሰርቫይቭ ክትገብር ኣይትኽእልን እያ ከም ሃገር ክትቅጽል ኣይትኽእልን እያ እዚ ክንደይ ዓመት ተሰርሐሉ እዩ ኩሉ ግዜ ዝብለኩም ነበርኩ ይወውጽዎ ኣለዉ ሕጂ ኣብ ጉሩብ ዝዛረብዎ ዝነበሩ ሕጂ በብቁርብ የውጹልና ኣለዉ ማለት እዩ በቃ ምስ ኢትዮጵያ ይሕሸና እዩ በቃ ትዘርቦም ቃል በቃላ ኤርትራውያን ድዮም ኢልካ ኢኻ ትሓትት ሽዑ ማለት እዩ። እዞም ሰባት እዚኦምሲ ናይ ኤርትራ ዝበሃል ስነ ልቦና የብሎምን፣ ኣተሓሳስባ ናይ ኤርትራ የብሎምን፣ ናይ ኤርትራን ኤርትራውነትን ዛትስ ዋይ እዮም ማለት እዩ። ሕጂ ክሓስቦ ከለኹ ባንዴራ ዘቃጽሉ ነበሩ፣ ናጽነት የብላን ኤርትራ ዝብሉ ዝነበሩ ብረታዊ ቃልሲ ዝበሃል ኣይተጀመረን ኣብ ኤርትራ ዝጀመርዎ ኣቦታትና ዶ ገለ ኣብ ኣርባዓታት ዝብሉ ዝነበሩ ዕስራ ሰነ ኣይነብዕሎን ኢና፣ ስዉኣት የብልናን፣ ስዉኣትና እዞም ካብ እስራኤል ዝሞቱ ኢና ንጅምሮ ዝብሉ ንሶም እዮም እዚኦም ኣንድነት ዝብሉ ዘለዉ ሕጂ ደቂ ኤረይ እንታይ ደኣ ኢና ክንከውን ዘለና ንሕና ሓንቲ እቲ ሓድነትና መሊስና ክነትርሮ ኣለና እዚኦም ዕድል ተረኺቦም ንህዝቢ ኤርትራ ከጥፍእዎ ሓንቲ ለይቲ ኣይወስደሎምን እዩ ጉጅለ እዮም ሓንቲ ናይ ጥፋኣት ጉጅለ ኣላ ሰልጠነ እውን ምስኦም እዩ ነይሩ ብገንዘብ እዮም ተባኢሶም ዋላ ዝነሽነሽ ድስቲ ውራይ ምስኦም እዩ ኩሎም ሓደ እዮም ኣብዚ ሃገራውያን ገለ ዝነበረ ከዓ እዚ ዲበላ ማዕበል ዝበሃል ከዓ ምስኦም ተሓዊሱ ኣሎ ናቶም ቲም እዩ ኣንድነት እዩ ፅልኡ ዲበላ ምስ ተጋሩ ጥራሕ እዩ ፅልኡ ምስ ህዝቢ ትግራይ ኩቱር ፅልእ ኣለዎ እዚ ማዕበል ዲበላ ዝበሃል እንተዘይኮይኑ ኩሎም ኣንድነት ምስ ኢትዮጵያ እዩ ዘዋፀና ኤርትራ ከም ሃገር ክትቅፅል ኣይትኽእልን እያ ዝብሉ እዮም ብምልኦም ናይዚ ውፅኢት እዮም እዞም ዝዛረቡ ዘለዉ ሕጂ
በቃ ኣብ ናይ ኢትዮጵያ ፓስፖርት ሒዝካ ኢትዮጵያዊ ኮንካ ብዝበለፀ ኣብ ዓድኻ ኣብ መሬትካ ኣብ ርስትኻ ምስ ኣሕዋትካ ምስ ደቂ ሓወብኻ ምስ ኩሉ በቃ ምስ ዓድኻ ዝመተ ዓቢትኻ ክትነብር ኢዩ ዝበለጸኒ ንዓይ ማለት ኢዩ ተረዲእኩምኒ ወላ ሓንቲ በቃ ኣብዚኣ እዚ ኮይና ስደተኛት ኮይና ከኣ ንሕር ናብ ነቲ ነቲ ሕጂ እዚ ከኣ ረዮ እዚ ከኣ እንታይ ጉስጉስ ኣሎ ትሰምዕዎ ኣለኹም ባይ ዘወይ እዚ ከኣ ፊልማዊ ጋይም እዩ ዝበሃል ከም ዝሰምዑ ህፃናኹም ካብ ቁመቱ ዝነውሐ ትዕቢት ተሓንጊጡ ዝኸይድ ሰብ እዩ ኣዝዩ ዕቡይ ሰብ ምዃኑ እዮም ዝገልፅዎ ከም ዝፈልጥዎ ዝገርመኩም ዋና ጸሓፊ ወይ ድማ ምክትል ኣቦ መንበር ናይ ዴኒማርክ ተመሪጹ ምስ ኣጎሶም ኣቦ መንበር ማለት እዩ ናይ ዴኒማርክ ሕጂ ኣሎ ድዩ የለን እኳ ኣይፈልጥን ሓቂ ንምዝራብ ግን ከኣ ምክትል ያረፍ ኮይኑ ሕሰብዎም ደቂ ዓድና እዚ ከኣ ካብቶም ምስ በዓል ካሚካዘ ዝበሃሉ ተመሓዝዩ ካብቶም ሬድ ሩዋንዳ እንዳበለ ከጸልመና ዝውዕል እዩ ማለት እዩ ልክ ሕጂ እዚኣቶም ኩሎም ኣባላት ኢቢኣርኤፍ ኮይኖም ጎስጓስ ናይ ኣንድነት መልእክቲ እዮም ዘሕልፉ ዘለዉ ኣብዚ ማለት እዩ።
እዚኣ እያ በቃ እታ ስርሖም ኢፒኣርኤፍ ዝብልዎ ዘለዉ እቶም ኣብ ባይታ ወሪዶም ንሰራዊት ኤርትራ ፊት ንፊት ክንጎጥሞ ንኽእል ኢና ዓቕሚ እኒኤና ዝብሉ እዮም ማለት እዩ እቶም ኣብ ባይታ ዘለዉ ግንባር ዝበሃሉ ሰልጠነ ከዓ ግንባር ካብቶም ብናህሪ ዝጉስጉሰላ ዝነበረ እዩ መባእሲኦም መዓስ እያ ኣብዛ ዱባይ ተሓቢኦም ምስ ከዱ ተሓቢኦም ከይዶም ኣብኣ ኮይኖም ኣማራፂ ስለ ዘይነበሮም ሚድያ ስለ ዘይብሎም ዱባይ ኢና ዘለና እሞ ብስራሕ ስለዚ እዚኣ ስራሓልና ኢሎም ምስ ስራሓሎም ገንዘብ ስለ ዘይመቐልዎ ኣንፃሮም ተላዒሉ ወየ ሰልጠነ ብምሉኦም እዞም ኣብ ግንባር ዘለዉ ግን ዓቕሚ እኒኤና ምስ መንግ ምስ ህዝብን ሰራዊትን ኤርትራ ክንገጥምሲ ዓቕሚ እኒኤና ኢሎም እዮም ወሪዶም ዘለዉ ክንሪኦ ኢና እቲ ግዜ ማለት እዩ ግዜ ክመርሓና እዩ ኩሎም ግን ኣንድነት እዮም ዋላ እዚ ድስቲ ውራይ ከይተረፈ ኣንድነት እዩ ዋላ ንሱ ዋላ እዚ ነሽነሽ ድስቲ ውራይ ኣንድነት እዩ ቀዳማይ
ሓቆም እንዲዮም ቅንዲዮም ደኣ ኣብ ልዕሊ ህዝቢ ልዕሊ ክንድዚ ንዕቀት ከርእዩ ያ ስለዚ እዚኣቶም እንታይ ጎስጓስ ዝገብሩ ኣለዉ ረእዎም ብዕላማ እዩ ተዋሂብዎም ባይ ዘወይ እዚ እዚ ኣጀንዳ እዩ ተዋሂብዎም ኣጀንዳ ተዋሂብዎም ነቲ ኣብኡ ዘሎ መንእሰይ የላምድዎ እዮም ዘለዎ ሓቅኹም ሓቅኹም ንኸብሉ ማለት እዩ እዚ ሕጂ ኣንእስኩም ወይ ኣቐሊልኩም ኣይትረኣይዎ ንሕና ኣባላት ኢቢኣርኤፍ ኢና እንዳበሉ ተልእኮ ኢና ኢቢኣርኤፍ ክገብሩ ዝውዕሉ ሰባት እዮም ካብቶም ንተፈታዊ ከም ዝበልዎ ተባሂሎም ዝፈተኑ ዓቕሚ ኣይረኸቡን ኣይከኣሉን ደኣ መሻኽን እምበሪ ከምኡ እዮም ማለት እዩ ስለዚ
ለኣኺኦም ኣይተ በየነ ሓኽሊ ድሙ እዩ። ነዞም ቆልዑ ዝልእኾም ዘሎ በየነ እዩ። ምስ መን ኮይኑ? ምስ ዝኾይኑ እዚ ዓንተይ ዘምፃኹልኩም ኣንቲ ፒስ ኢሉ ፅምዶስ ኣንቲ ፒስ እዩ ይብሎ ኣሎ ኣብዚ ፀረ ሰላም እዩ እዩ ዝብሎ ዘሎ ኣብ ትዊተርን ገለን ይዝርግሕዎ ስለ ዘለዉ ከይንርስዕ ኩላህና ፌክ ኢልና ክስ ኣይንግበር። ጽምዶ ህዝቢ ምስ ህዝቢ ክቕጽል እዩ ሕጂ እውን። ምስ ኩሎም ገረባብትና ጥራሕ ዘይኮነ ምስ ሙሉእ ዓለም ክቕጽል እዩ ጽምዶ። ምክንያቱ ሰላም ዝጸልእ ሰብኣውነት ዘይብሉ እዩ። ደለይቲ ፍትሒ ኢና ብሉ ኣበይ ዘላ ፍትሒ እያ? ናትኩም ፍትሒ ፍትሕና ኣይግበራ። ኣወል ስዒድ ውን ኣብዚ ናይ ጽምዶ ናይ ሎማዓንቲ እንታይ ኢሉ ተዛሪቡ ንእሽተይ ንስማዕ። ፖለቲካን ቋንቋን ትምህርትን ዘይጸገበት ካብ ጽርግያ ኣልዒሎም ብዛዕባ ሓንቲ ፊስቶ ማይ ውን ምሕደራ ዘይክእል ብዛዕባ ጉዳይ ባሕሪ ንኽዛረብ ቫድላ ከዲኖም ናብ ስክሪን ኣምጺኦሞ። እዚኣ እታ ናይ መወዳእታ ጽንቃቕ ሓይሊ ብልጽግና ኮይና ተሪፋ ኣላ። ምሕረት መግለጽን መመኽነይታን ስኢንሉ ደንጽዩዎ'ዩ ዘሎ። እቲ ብፕሮፖጋንዳ ክንፋሕ ዝጸንሐ ባላንቺና ብልጽግና ብሓንቲ ውግእ ፈሪሱ። ብጃህራ ተነፊሑ ክቕብቀብ ዝጸንሐ ስርዓት ሸረሪና ኣንፊሳቶ። ሸረሪና መኽፈቲ ናይ ሰፊሕ ኲናት ድያ ዋላ ናይ ሓደ እዋን ቀንጠብጠብ ኢድ ዝቐንጠበት ቀስ ኢልና ክንርእዮ ኢና። እቲ ስርዓት ብዛዕባ እቲ ምስብሐ ሓመድ ኢትዮጵያ ክኸውን ከም ቆፅሊ ዝረገፈ ህይወት መሳኪን ኢትዮጵያውያን ቅንጣብ ዘይተዛረበ፣ ብዛዕባ እተን ብማንቲግ ካብ ሰማይ ወሪደን ናብ መሬት ዝተላግዓ ድሮናት ግን ቁሩብ ፈይ ከብል ተሰሚዑ። ኣብይ ኣሕመድ ናይ ድሮን ቴክኖሎጂ በይኑ ዝፈልጦ ብሕታዊ ኣካል ገይሩ እዩ ንነብሱ ቐሚጥዋ ፀኒሑ። ኣሽንኳይ ዶ እታ ዕዳጋ ወሪድካ ትሽመት ኣቕሓ ዝኾነት ድሮን ንድሮን ዘምክን ክእለት እኳ ተመሊኹ መቓልስቱ ሓሊፎም ከም ዝፀንሑ ዘርኣየ እዩ ነይሩ። ውዕሎ ሸረሪና ሸረሪና ትብዓት ደቂ ትግራይ ዘርኣየ ፈተነ እዩ ነይሩ ነታ ያ
ፅምዶ ክንሰርሓሉ ኢና ንሕና ኣብ መሬትና ኢና ኩሉ ግዜ ኣብ መሬትና መፅዩ ዝኾነ ተንከስ ድብል ግን ልክዕ ከምታ ቅድሚ ሕጂ ንፀላኢና ዝገበርናዮ ልክዕ ከማ እያ ማለት እዩ ወላ ሓደ ካብ መርሒነት ኤርትራ ንኩናት ክሳብ እዛ ሎማዓንቲ ንኩናት ጎስጒሶም ኣይፈልጡን እዮም ኣይክጉስጉሱን እዮም ከማን ምክንያቱ ሰላም እንድሕር ኣሎ ምዕባለ ኣሎ ሰላም እንድሕር ኣሎ ብልፅግና ኣሎ ሰላም እንድሕር ኣሎ እቲ ህዝቢ እውን ተረጋጊኡ ይነብር ማለት እዩ ሽበራ የለ ገለ የለ ማለት እዩ ሕጂ እቲ ፅምዶ ዝበሃል ክንሰርሓሉ ኢና ብሓምሻይ ማርሻ ተወዲኣ ፑንስሉት ብሓምሻይ ማርሻ ክንሰርሓሉ ኢና ፅምዶ ይዕወት ስጋብ ኬንያ ከይዱ ኣብቲ ናይ ህድሞና ቲቪ ብምሉእ ወፂ ኣሎ ስጋብ ኬንያ ከይዶም ዝገበርዎ ዋዕላ ኣንተ ይርኤ ነይረ ብጣዕሚ ደስ ዝብል እዩ ማለት እዩ ንሙሉእ ህዝቢ ኤርትራ ደስ ዝብል እዩ እንኳዕ ሓጎሰኩም እንኳዕ ሓጎሰና ሙሉእ ህዝቢ ኤርትራ ሙሉእ ህዝቢ ዓለም ሰላም ክሰፍን እዩ ኣብ ሙሉእ ዓለም ኣብ ሃገረ ኤርትራ ኣብ ጎረባብትና ንሰላም ጥራሕ ንስራሕ ሰላም ሽሙ ከማን ጥዑም ስለዚ ፅቡቅ ስራሕ ኣወል ስዒድ ቴንኪዩ ከምዚ ጌርካ ዘምፃኸልና ኦኬ ንኺድ ናብታ ዝቕጽል ናይ መንሽሙ ኣምጽኤልኩም ነይረ ናይ ዳንኤል እያሱ እዚ ሓውና ኣብ ናይ ትማሊ መደበይ ኣምጽኤያ ነይረ ሕጂ ብተወሳኺ እንታይ ገይረ ሰባት ብቐረባ ዝፈልጥዎ ቤተሰቡ ንዕኡ ዘይኮኑ ነታ በዓልቲ ቤቱ ቤተሰባ ደዊሎም እዚኣ እያ ተሌፎና ተሌፎን ናታ እዚኣ እያ ንሰብ ናይ ሰበይቱ ክትረኽባ ትኽእል ኢኻ ኢሎም ተሌፎና ሂቦምኒ ደዊለላ ነይረ ብጣዕሚ ስነ ስርዓት ድለዋ በዓልቲ ቤት ኣላቶ እታ ትማሊ ዘንበብኩዋ ካብ ኣቶ ዮሴፍ ዝበሃል እዩ ኣብ ሽወደን ዝቕመጥ ትማሊ ምሸት ሓሙስ ዕለት ዓሰርተ ሰለስተ ወርሒ ሸሞንተ ክልተ ሽሕን ዕስራን ሽዱሽተን ሓንቲ ኣገዳሲት መልእኽቲ ብዛዕባ ሓውና ዳኒኤል ኢያሱ ገብረመድህን ኣብ ሜሰንጀር በጺሓትኒ። ብቐረባ ይፈልጦ እየ ዝብል ናይ ፈለማ ሰብ ካብ ኣስመራ ረኺበ እዩ ዝብል ኣብቲ ጽሑፉ፣ ሎሚ ዓርቢ ከኣ ዕለት ዓሰርተ ኣርባዕተ ነሓሰ ኣብ ሰዓታት ናይ ንግሆ ድማ ተጸሓሒፍና፣ ብወገነይ ዘድልዩኒ ሓበሬታ ሓቲተ መልሲ እውን ተዋሂብኒ። ኣደ ደቁ ንዳኒኤል ለምለም ገብረመድህን ዮውሃንስ ትበሃል። ደቁ ማርታ ሕጂ ካብ ሳዋ ዝተመልሰት ሙሴ ኣርያም ከምኡ ድማ ሄርሜላ ከም ዝበሃሉ ዝበፅሐን ሓበሬታ የረድእ። ሕጂ እዚ ኣደ ደቁ ንዳኒኤል ንዳኒ ዳኒ ማለት እዚ ሓንቲ ባና ሃበኒ ኢሎም ኣብዚ ዋጭዋጭ ክብሉ ዝቐነዩ እዮም ወላ ሓደ ሕጂ ረሲዖሞ እቲ ዝገርም ረሲዖሞ ዋላ ነሽነሽ እዚ ድስቲ ውራይ ረሲዕዎ ወፂኡ በቃ ለባም ለባም ይፃወቱ ነይሮም ዝዘኮሮ የለን ንሕና ኤርትራውያን ግን ርህሩሃት ስለ ዝኾንና ካብ ስድራና ዝወረስናዮ ካብ ኣቦታትና ዝወረስናዮ ካብ ኣባሓጎታትና ዝወረስናዮ ርህራህ ኣለና ክሳብ ሕጂ ድሃዩ ንገብር ኣለና ክሳብዛ ሰዓት እዚኣ ድሃዩ ንገብር ኣለና ኣብ ከመይ ኩነታት ከም ዘሎ ፅቡቅ ከም ዘሎ እዛ ኣደ ደቁ እውን ረኺበ እየ ሎማዓንቲ ኣነ ብተሌፎን ክረኽባ እየ ሰላም ክብላ እየ ኣጆኺ ክብላ እየ ዝብለኒ ብውሽጢ ሃይ ይበለኒ ተሌፎና ክሰደሉ እየ ተሌፎና ክሰደሉ ይኽእል እየ ማለት እዩ ምክንያቱ ሞራል ጥራሕ ትደሊ ኣደ ደቂኣ ኣርባዕተ ቆልዑ ወሊድላ ሰለስተ ደቂ ኣንስትዮ ሓደ ወዲ ተባዕታይ ማለት ኣርባዕተ ኣለዉዋ። ንሱ ኣብ ኣራባዒ ዙርያ ሃገራዊ ኣጎልጉሎት እዩ። ቁሩብ ጸገም ጌሩ ስለ ዘሎ እዩ ሕጂ ካብቲ ውትድርና ተኣልዩ ዘሎ እምበር ወተሃደር እዩ ኔሩ ንባዕሉ። ኩሉ ግዜ ከኣ ባዕላ እያ ለምለም ኣብ ውሽጢ ተሰሪሓ ስርሓ እንዳሰርሐት ክልተ ሰለስተ ሽፍቲ እያ ትሰርሕ ስርሓ እንዳሰርሐት ከዓ ዝኾነ ተጋጢሞ ዝኾነ ተኾይኑ ቴሌፎን ኣብ ኢዱ ስለ ዘላ ደው ኢሎም ፅውዕዋ ከይዳ ከዓ ደሃዩ ትገብር ታክሲ ገይራ ድያ ፈተውቲ ተለዉ ድዮም መኪና ገይሮም ከዓ ንገዛ ኣምፅዎ ይድቅስ ማለት እዩ ካብ ገዝኡ ደገ ዝበሃል ሓዲሩ ኣይፈልጥን እዩ ኩሉ ግዜ ዋላ የምሲ ምሸት ገዝኡ እዩ ኣብቲ ካንቸሎ ምስ ደቁ ብሓንሳብ እዩ ዝነብር ናቱ ክፍሊ ኣላቶ ኣብኣ ከኣ ይድቅስ ማለት እዩ ስለዚ እቶም ኩሓልቲ መሲልኩም መንቆርቲ ፈተውቲ ናይዚ ወዲ መሲልኩም ትኸዱ ዝነበርኩም ኣበይ ዳ ኣለኹም ሕጂ ድሃዩ ዘይትገብሩ ንሸዓ ንዩቲብኩም ክትብሉ ሃታ ሃታ ሃታ ኢልካ በቃ ኩላትካ ኩሎም ተዛሪቦምሉ ዳኒ ብውሽጢ ዓዲ ማይኮ ሙዚቃ ቤት ረኪብዎ ኔሩ ብግልጺ ሪኢና ኣብ ስራሕ ማለት እዩ ኤርትራውነት ኣብ ስራሕ እዩ ንሕና ከኣ ክሳብ ሕጂ ንሓተሉ ኣለና በዚ ጋጣሚ ሶሎ ሜድያ ውን ክምስገን ዝግብኦ እዩ ሶሎ ሜድያ ውን ይሰርሓሉ ስለ ዘሎ ብውሽጢ ክሓተሉ ስለ ዝቀነየ ሶል ሜድያ ውን ክምስገን ይግብኦ እዩ ካልኦት ግን ተብ ተብ ተብ ተብ ኢልካ በቃ ዩቲብ ስራሕ ኣቢልካ ርስዕ ሕጂ ደቂ ኤረይ በዚ ጋጣሚ ተሌፎን ናይ ዳኒ ይደሊ እየ ናይታ ኣደ ደቁ ዝብል ንዓይ ይርከበኒ ብውሽጢ ሃይበሉኒ ተሌፎነይ ኣብዚኣ ኣላትኩም ወሳፕ ሃይትብሉኒ ክሰደልኩም እየ ሰላም በልዋ ኣተባብዕዋ ዋላ ንሳ ሞራል እያ ትደሊ እዛ ደደቁ ለምለም ሞራል እያ ትደሊ ንባዕላ ኣጆኺ ተኢልናያ ደዊልና እኹል እዩ ልዕሊ ሚልዮን ገንዘብ እዩ ስለዚ ኣነ ከተባብዓ እየ ሰላም ክብላ እየ ክድውለላ እየ ሓገዝ ደሊ ተኮይናን ክሕግዛ እየ ዝብል ንዓይ ብውሽጢ ሃይ ይበለኒ እንተዘይኮይኑ ብዙሕ ግዜ ፈቲናቶ እያ ዋላ ዘን ዓረብያ ገዚኣትሉ ነይራ ሰለስተ እግራ ክሰርሕ ኢሉ ኣጋጣም ኣይተጠቀመሉን ብዙሕ ነገር ኣሎ ዋላ ኣብዚ ዘይንዛረበሉ በቲ ኮይኑ በቲ ግን ደሓን እዩ ዘሎ ሰላም እዩ ዘሎ ገዝኡ ይሓድር ይድቅስ ዓንተ ወይ ምስ ደወልኩላ እውን ንየለ ብዚ ምሳይ ክዛረበካ ስለ ዘይክእል እዩ እምበር ምሳይ ኣሎ ብዚ ኢላትኒ እያ ከባቢ ሰዓት ሸውዓተ ሸውዓተን ፈረቓን ብኤርትራ እየ ደው ኢለ ነይረ ናይ ምሸት ማለት እዩ ሶ ደሓን እዩ ዘሎ ክንሕግዞ ኢና ትብሉ ንዳኒ ከዓ ከምዛ ዝብለኩም ዘለኹ ብውሽጢ ክትረኽቡና ትኽእሉ ኢኹም ከምዛ ዝበልኩኹም ሶሎ ሜድያ እውን ብጣዕሚ ክሰርሕ ቀንዩ ክሓትት ቀንዩ ክሳብ ሕጂ ከዓ ይሓተሉ ኣሎ ማለት እዚ ሰብኣውነት ዝበሃል እንተዘይኮይኑ ወፂኻ ሆ ሆ ሆ ኢልካ ናይ ሓደ መዓልቲ ትርስዕ ካልእ ኣጀንዳ መፅእ ናብ ካልእ ኣጀንዳኻ ትኸይድ ከምኡ ዝበሃል የለን ሓደ ከዓ መምህር መምህር ዮሴፍ እዩ መስለኒ ዝበሃል ንሱ ከዓ ርእየዮ ኣለኹ ኣብ ፌስቡክ ወ ዮሴፍ ዝበሃል ከዓ ኣብ ፌስቡክ ክፅሕፈሉ ተገዲሱ እታ ዘንበብኩልኩም ማለት እዩ ተገዲሱ ገንዘብ ዝእክበሉ ዘሎ ርእየዮ ኣለኹ ገንዘብ ክእክበሉ ንሱ እውን ክምስገን ይግብኦ እዩ ማለት እዩ ኣቶ ዮሴፍ ተዘይኮይኑ ኤርትራውያን ብግብሪ ኢና ተሌፎን ደዊልና ዋላ ኣጆኺ ተይልናያ ንሳ ሞራል ክትገብር እያ ዋላ ኣዛራርባኣ ኩሉ ክስታያ ብጣዕሚ ስነ ስርዓት ዘለዋ እያ ወይዘሪት ለምለም ማለት እዩ ኦኬ ንኺድ ኣብታ ናይ መወዳእታ መደብና ብጣዕሚ ዝሕዝን እዩ ሎሚ ዝረኣኽዎ ዝሰማዕኽዎ ዝሕዝን ወዲ ጣባ ኣብ ቲክቶክ መንግስቲ ኣብ ዝብልዎ ኣሎ ቱፓክ ዝበሃል ቱፓክ ኢሉ ዝኣቱ መንግስቲ ኣብ ኢልዎ ሕጂ ክበኪ ዝቐነየ መን ሽሙ እዚ ሰልጠነ ግርማይ መንግስቲ ኣብ ኢልኒ ኢሉ ክበኪ ዝቐነየ ከምኡ ዓይነት ፀርፊ የለን ከምኡ ዓይነት ውርደት የለን ንወዲ ጣባ ማለት ወዲ ጣባ ኣያና እዩ ዓበ ሓውና እዩ ኣቦና እዩ ከምኡ ጌሩ ከዋርዶ ኣይነፍቅድን ኢና ዝኾነ ኤርትራዊ ኣይፍቅድን እዩ ዝኾነ ኤርትራዊ ንኤርትራዊ ከምኡ ጌሩ ከዋርዶ ኣይነፍቅድን ኢና ንእሽተይ እሞ ንስማዓያ እታ ቪድዮ ክንዛረብ ኢና ማለት እዩ ይቕሬታ ሚት ኮይና ጸኒሓ እታ ቪድዮ ንድሕሪት ተመሊሳ ኣላ ኤኒወይ ግን እንታይ ዝበሃል ገብራ እየ ከም ጻየፍታን ዝነበረታ ምክንያቱ ወዲ ጣባ ማለት ብዓቕሙ ዝምክት ዘሎ እዩ ዋላ ምስ ደበ ዕንክሊል እምበር ሕጂ ግን ኣብቲ ሃገራውነት መፅዩ ብዓቕሙ ዝምክት ዘሎ እዩ ንኺድ ንስማዕ እያ
ኣታ ሓሳሙ ሓሳሙ ነ ሓሳብ ኣታ ረሳሕ ወዲ ጣባ ኣብዚ ገዛ ናተይ ኣይትምፃ ኢኻ ሓደ ዶ ከመኻ ኣብ ዓለም ነውራም ረሳሕ ሰብሪ ይፈልጥን እየ ዓንፆ ዓንፆ ንማዕፆ በሃል እዚ ዓንፆ ዓንፆ ንማዕፆ እዚ እቲ መንግስቲ ኣብ ዝበሃል ኣዋርድ ዝቐነዮ ሰልጠነ ከምዚ ዓይነት ጸርፊ ክጸርፎ ኣይነፍቅድን ኢና። ነርወይ ነይሩ ኣብ ነርወይ ገበን ገይሩ እዩ ንሆላንድ መጺኡ ዘሎ ክኽሰስ ኣለዎ። ሆላንድ መንግስቲ ኣብ እያሱ ድዩ ገለ እዩ ዝበሃል ኣበየናይ ከተማ ይቕመጥ ኣብ ካምፒ እዩ ዝቕመጥ ስጋብ ሕጂ ኣበይ እዩ ዘሎ ብውሽጢ ረኸቡኒ ንዓይ ክንከሶ ኢና ኢናፍ በቃ ሰብ ይጽረፍ ተጸሪፉ ብዝተጸረፎ ክይድ ከምኡ ዝባል የለን ድሕር ሕጂ ከምዚ ዓይነት ንውርምና ነውራም ጸርፊ ኣብ ልዕሊ ወጣባ ኣይነፍቅድን ኢና ኣብ ልዕሊ ዝኾነ ኤርትራዊ ወረ ኣብ ልዕሊ ወጣባ ጥራሕ ዘይኮነስ ኣብ ልዕሊ ዝኾነ ኤርትራዊ ክትጻረፍ ኣይነፍቅድን ኢና ስለዚ ኣበይ ዝቕመጥ ኣበይ ዓዲ ኣብ ሆላንድ ከም ዘሎ ይፈልጥ እየ ዓዲ እንግሊዝ ከይዱ ገለብልዎ ነይሮም እዮም ሆላንድ እዩ ዘሎ ስለዚ እዚ ወዲ እዚ ክኽሰስ ኣለዎ ዓንፆ ዓንፆስ ንማዕፆ ሰልጠነ ዘዋረዶስ ናብ ወጣባ የውርዶ ኣሎ ሰልጠነ ዘዋረዶስ ንወጣባስ ከዋርዶ ዓንፆ ዓንፆ ንማዕፆ በሃል እዚ ንሕና ከዓ ስቂልና ይንርእን ኢና ብሕጊ ኢና ንሕዞም ድሕረጂ ኢናፍ ተወዲኡ እዩ እቲ ብሓይሊ ዝጥቀምዎ ነበሩ ሰብ ዝጭፍጭፍዎ ነበሩ ኩሉ ተወዲኡ እዩ ተኣሲሩ እውን ወፂኡ እዩ ኣሸባሪ ተባሂሉ ነይሩ እዩ ስለዚ ኩላትና ኤርትራውያን ኣብ ጎኒ ወዲ ጣባ ደው ክንብል ክንክእል ኣለና ዘድሊ ናይ ናይ ሕጊ ትፈልጡ ሰባት ከዓ እዛ ቪድዮ ሒዝናያ ስለ ዘለና ብሕጊ ክትሓትዎ ዋላ ወጣባ እውን ሱቅ ክትብል የብልካ እንተ ጸሪፍካ ወላ ሓንቲ ኣብ ታሕቲ ትጽሓፋ ስክሪንሹት ሒዘያ ኣለኹ ጎ ቱ ወርክ ኢልዎ ወላ ሓንቲ ይበሎ ኪድ ስራሕ ኢልዎ ካብ ገዛኻ ውጻእ ንፋስ ውሰድ ኢልዎ ወላ ሓንቲ ይበሎም ካልእ ከምዚ ዓይነት ዘለፋ ከምዚ ዓይነት ጸርፊ ርኤ ኣይፈልጥን እየ ስለዚ ኩላኻ ኤርትራዊ ደው ክትብል ኣለካ ኣብ ጎኒ ወዲ ጣባ እዚ ወዲ ክኽሰስ ኣለዎ ተወዲኣ
ኣታ ሓሳሙ ሓሳብ ሞኒ ሓሳብ ኣታ ረሳሕ ወዲ ጣባ ኣብዚ ገዛ ናተይ ኣይትምፃ ኢኻ ሓረዶ ከመኻ ኣብ ዓለም ነውራም ረሳሕ ሰብሪ ይፍልጥኒ ንግዛ ኣግደፎ ተረዲኻኒ ዕድሜኻ ሙሉእ ክትሕሱ፣ ዕድሜኻ ሙሉእ ክትልኽብጥ፣ ዕድሜኻ ሙሉእ ክትፍንፈን ኣገዳሲ ሰብ ስለ ዝኾንካ ኣይኮነን ስለ ዝጸሓፍካለይ ኣብዚ ከም በዓል ንስኻ ፍጡራት ኣብዚ ገጽ መሬት ምንባር ዘይፍቀደኩም ሰባት ኢኹም እያ ከማኻ ሕሱር ኣነ ኣብ ዓለም ከማኻ ፍንፉን ሰብረ ይፈልጥን ሰላሳ መልሓስ ዕድሜኻ ሙሉእ ወደ ገባ ወደ ክትገብር ደኣ ኤርትራ በጺሕካ ደኣ ተመሊስካ ደኣ ወዲ ረሳሕ እንታ ዲኻ ኣለካ ኣብኡ ዘይትነብር ዕድሜኻ ምሉእ ክትከድዕ ዕድሜኻ ምሉእ ክትልኽብጥ ንሕዚ ንበር ኮይኑ ሳብታ ኤርትራ ዘይትነብር ደኣ ኩሎም እዮም ንዒቆምኻ ዋላ እቶም እቶም ምሳኻ ዝኾኑ ሰባሲ በቃ ፎ ኢሎምኻ ሰረቕቲ ኢኹም ሓሰውቲ ኢኹም ጠላዕ ሰብኣይ ወዲ ሓምሳ ወዲ ሱሳ ዓመት ኮንካ ሕጂሲ ክትሕሱ ገለሲ ቁናዕ ኣይኮነን ግን በዓል ንስኻ ጽሎ ህዝቢ ኤርትራ እዩ ዘለኩም
ባይዘወይ እዚ ወዲ ካብቶም ኣንድነት ዝብል እዩ እቶም ወሪዶም ዘለዉ ኣብ ባይታ ዝበሃሉ ግንባር ምስኦም ንዖም ዝድግፍ እዩ ዛትስዋዩ ሰልጠነ ሓመድ ክገብሮ ቀኒ ማለት እዩ ካብቶም ኣንድነት ዝብል እዩ ብሂወት ዘየላ ኣዲኡ ኣልዒሉ እንታ ኣዴኻ ክብሎ ጸኒሑ ስድነት ኣብዚኦም እያ ተመስሪታ ኣተዓባቢያ ዝበደሎም ማለት እዩ በዓል መንግስተኣብ ቱፓክ ኣተዓባብያ ዝበደሎም እዮም ሸቃጢ ሓምሊ ደው ክትብል ኢኻ ኣብ ሕጊ ዝገድፈካ ሰብ የለን ዋላ ኣነ ክሰርሓሉ እየ ባዕለይ ዋላ ወጣባ ሸለል በለካ ኣነ ሸለል ኣይብለካን እየ ስድራ ልዒልካ ክትፃረፍ ኣቦኻ ዝኣክል ወረ ክንዱ ኢኻ ንስኻ ኣረጊት ገለ መለ ክትብሎ ፀኒሕካ ዕድመ ፀጋ እዩ እዚኦም ግን ወላ ሓደ ክብረት ናይ ሰብ ዝበሃል የብሎምን ብእምኒ ገይሮም ክጭፍጭፉና ከማን ዘይሓፈሩ ሕጂ ከዓ ተመሊሶም ኣንድነት ምስ ኢትዮጵያ ሕሸና ብሉ ኣለዉ እዝግዮ እታ ትፅውዕዋ ከባቢ ድሕሪ ሕጂ ከይትፅውዕዋ ኩላትኩም እቲ ከባቢ ዓድና እዩ እቲ ከባቢ ከባቢና እዩ ዞባና እዩ ተራኽስዎ ኣለኹም በዓል ስኻ በዓል እዚ የራኽስዎ ኣለዉ ንሕና ንሕና ንሕና ይበሃል ነይሩ ኣንድነት ኮይኖም ሕጂ ነቲ ከባቢ ግን ኣይትውክልዎን ኢኹም ካብ ዓሰርተ ሰብ ዘይትበዝሑ ኢኹም በዓል ሰልጠነ ዘለዎ በዓል ነሽነሽ ድስቲ ውራይ ዘለዎ እስኻ ኣብዚ ቅድመይ ዘለኻ መንግስቲ ኣብ ዘለኹሞ ማለት እዩ ነቲ ከባቢ ግን ኣይትውክልዎን ኢኹም ንስኹም ሳንጣኹም ጠርኒፍኩም ኢኹም ናብኡ ትኸዱ እቲ መሬት መሬትና እዩ መሬት ናይ ህዝቢ ኤርትራ እዩ መን ኢኹም ኢሉ ዝምህረኩም ነይሩ ኣንድነት ሕሸና ምስ ኢትዮጵያ ደርጊ ሕሸና ወረብሉ ነይሮም ቪድዮታት ኣሎ ዝሓዝናዮ ካብ ሻዕብያ ደርጊ ሕሸና ብሉ ነይሮም ሕጂ ከዓ ካብ ደርጊ ሻዕብያ ዝሕሸሉ ግዜ መፅኡ ከዓ ብሉ ነይሮም ብቀዳይ ኣስሚዐኩም እየ እዚኦም ከዓ ግልብጥ ኢሎም ኣንድነት ምስ ኢትዮጵያ ከምዛ ከስማዕኩም ፀናሕኩ እያ ተመሊሱስ እቲ ስድነቱስ ንወጣባ ከምዚ ገይሩ ከዋርዶ ኖኖኖ ኣይነፍቅድን ኢና ብሕጊ ክንሕዞ ኢና ያ ኩለኻ ኤርትራዊ ክተት ብሕጊ ክትሓዝ ኣለዎ እዚ
በቃ ህዝቢ ኤርትራ ክጠፋእ ኣለዎ ከምኡ ኢኹም ተጎስጊስኩም ዓብኹም እያ ስምዒትኩም ኢትዮጵያውነት ገለመለ ገለ ዓይነት ስምዒት ዘለኩም ንሕና ንፋልጥ ኢና እኮ ተመሊስኩም ካብ መሕፈሪ ዘይብልኩም ሲ ባሕሪ ሸይጥዋ ባሕሪ ለውጥዋ ባሕርና ዳ ባሕርና እንታይ ዲኹም ናይ ምሩኻት ርእሲ ናይ ናይ ናይ በቃ ናይ ዝዓበዱ እምሮ ዘለኩም ሰባት ባሕሪ ብውልቀ ሰባት ዝሽየጥ ድዩ? ባሕሪ ብውልቀ ሰባት ዝልወጥ ድዩ? ዋላስ ወጣ ኣባ መን እዩ ስለ ህዝቢ ኤርትራ ዝቕንዞ? እቶም ንቃለስ ዘለና ጥራይ ኢና ንቕንዞ። ንሕና ኢና ደቂ መሬት ደቂ ባት ንፈልጥ ኢና ድማ እዚ ኣንድነት እንዳበልካ ምስ ኢትዮጵያ ሲ ንሕና ኢና ደቀባት ድሕር ሕጂ ላግፂ የለን ላግፂ የለን ኣንድነት እንዳበልኩም ሲ ንሕና ኢና ደቀባት ባሕሪ ከም ድሌትካ ንድሌትና ክንዎ ኢና ባሕሪ ብል ነይሩ እቲ ክንዲ ገለ ዝኾን ከብዱን ገሊኡን ባምቡሩሽ ድመስል ማለት እዩ እዚ ከዓ ዓው ኢሉ ኣብቲ ናይ ኢትዮጵያ ቴሌቭዥን ተዛሪቡ እዩ ናይ ትግርኛ በምሓርኛ ከይተረፈ መን የድፍር ኣሎ ንኤርትራ ተልካ እዞም ከዳዓት እዮም ዘድፍርዋ ዘለዉ ከም በዓል እዚ ከም በዓል እዚ ቱፓክ ፋራ ማለት እዩ ከም በዓል መንግስቲ ኣብ ንሶም እዮም ነታ ሃገር ዘድፍርዋ ዘለዉ በዓል እዚኦም እዮም ዘድፍርዋ ዘለዉ በዓል ቱፓክ በዓል እዚ በዓል ነሽነሽ ዝበሃሉ ኣለው ድስቲ ውራይ በዓል እዚ ሰልጠነ ንሶም እዮም ዘድፍርዋ ዘለዉ ነዛ ኤርትራ ንኤርትራ ሃገርና ዘድፍርዋ ዘለውስ ንሶም እዮም ንሶምን መሰልቶምን ሕጂ ሬድ ላይን ሰጊሮም ስዋኣትና ተፀሪፎም ተጋዳላይ ይኣርግ እምበር ኣይልብምን ተባሂሉ ባንዴራ ተቃፂሉ ዋላ ባንዴራ ከይተረፈ ኣቃፂሎሞ ክብርታትና ኩሉ ከምዘየለ ገይሮሞ ሕሉፍ ሓሊፎም ሕጂ ናበይ ከይዶም ኣንድነት ምስ ኢትዮጵያ ሕሸና ብሉ ኣለዉ እታ ናይ መወዳእታ ማለት እዩ ናይ መወዳእታ ሓሳቦም በፂሖም ኣለዉ ኣንድነት ምስ ኢትዮጵያ ኩልኻ ኤርትራዊ ተጠንቀቕ ምናዳ እቶም መንእሰያት ደድሕሪኡ ዝኸዱ ዘለኹም ደድሕሪ ዝወዲ ትኸዱ ተለኹም ተጠንቀቑ ስለዚ ወዲ ጣባ ከምዚ ገይሩ ከዋርደካ ኣይነፍቅድን ኢና ኤርትራውያን ኣነ ኣውፍቲ ገዛ ስለ ዝነበርኩ ኣብኡ ነይረ ኣይፅሕፍን እየ ግን ስድታት ምዃኖም ስለ ዝፈልጦም ኣይፅሕፍን እየ ወጣ ኣባ ከማን ክትፅሕፍ ኣይነበረካን እታ ትስማዕ ሰሚዕካ ክትወፀሎም ነይርካ ዩቲብ ዝኣክል ክንዲ ገለ መዓት ሳብስክራይብ መዓት ህዝቢ ሒዝካ ኣብኡ ክትዋረድ ኣብኡ ክትፅሕፍ ዋላ ኣብ ቲክቶክ ኣብቲ እንዳ ሳሚ ሽኮር ርኤካ እየ ገለ ኣየድልየካን ይወጣ እባ ናትካ ሚድያ ኣለካ ኣብ ሚድያኻ እቲ ነቲ ህዝቢ ክምህሮ እየ ትብሎ ኣዳሊኻ መፂኻ መደብካ ተትገብር ይሕሸካ ማለት እዩ በዚ ኣጋጣሚ ዋላ ንዓና ይስምዓና እዩ ከምኡ ገይሩ ከዋርደካ ከሎ ንሕና ከም ተፀረፍና እዩ ሓደ ኤርትራዊ እሞ ኣብ ቅድሚት መፅኡ ዝምክት ዘሎ ኣብ ቅድሚት መፅኡ ዝምክት ዘሎ ክዋርድ ከሎ ንሕና ከም ተዋረድና እዩ ኩሉ ኤርትራዊ ከም ዝተዋረደ እዩ ስለዚ ኤርትራውያን ክተቱ እዚ ወዲ ኣብ ሆላንድ እዩ ዘሎ ምስለኒ ክኽሰስ ኣለዎ በቃ ክኽሰስ ኣለዎ ኣነ ከምኡ ደምዲመ ኣለኹ ሻላማላ የለን ድሕር ሕጂ ብኣፎም ተዛሪቦም ሓንቲ ንብል ኢና ብኣፉስ እንታይ እሞ ብኣፉ ተዛሪቡስ ሸይጥዋ ማለት ድዩ እቲ ባሕሪ ክብል ፀኒሑ መጀመርታ እኮ እቲ ተግባር ትገብሮ እኮ መጀመርታ እኮ ኣብ ሓንጎልካ ትሓስቦ ትዛረቦ ድሕር ክኢልካ ብድሕሪ ኢኻ ተተግብሮ ማለት እዩ ስለዚ እዚኦም ዘይ ኤርትራውያን እዮም ሓደ ከባቢ እንዳፀውዑ ንሕና ከምዚ ኢና ንሕና ንሕና በሃል ነይሩ መጨረሽታ ነቲ ከባቢ ከማን ኣይትውክልዎን ኢኹም ኣንድነት ኢልኩም ከይድኩም ኣለኹም ሳንጣኹም ሒዝኩም ኪዱልና ህዝቢ ኤርትራ ይዓቢ ካባኹም ህዝብና ይዓቢ ካባኹም ስለዚ እቶም ደድሕሪኦም ትኸዱ መንእሰያት ደጊመ ደጋጊመ በጃኹም ካብ ሕሉፍኩም ተምሃሩ ወረቆትኩም ተመንጢልኩም ግዳይ ኮንኩም ገሊኹም ንኣሜሪካ ክትከዱ ኣብ መንገዲ እንታይ ሽግር ኣጋጢሙኩም ኣይንፈልጥ ገሊኹም ዓዲ እንግሊዝ ከይድኩም ኣብኡ እውን ምቕባል ኣብያትኩም ዝተመለስኩም ኣለኹም ንኤሮጳ በዓል ጀርመን ገሊኦም ካብ ኣሜሪካ ካብ ጀርመን ንኣሜሪካ ኣትዮም ካብ ኣሜሪካ ንኤርትራ ተጠረዙ ኣለው ኣባላት ብርጌድ ንሓመዱ ዶ ገለመለ እንዳበልካ ማለት እዩ መንግስቲ ብኸምኡ ዝልወጥ ዝመስሎም ዝነበረ ስለዚ መንእሰይ ተጠንቀቕ ሕጂ ካብዞም ሰባት እዚኦም ጥንቃቐ ከድልየካ እዩ ኦኬ ቅድሚ ምውዳእይ መዘኻኸሪ ናይ ዳኒ ናይ በዓልቲ እታ ኣደ ደቁ ቴሌፎን ዝደሊ ብውሽጢ ሃይበለኒ ሓደ ካልኣይቲ እዛ ናይ ሃኒ በለፆም ኩላትና ብሙሉኣትና ሳብስክራይብ ንግበር ኣፍታ ቀዳመይቲ ኮመንት ክገድፈልኩም እየ ኩላትና ደቂ ኤረይ ሳብስክራይብ ጌርና ነቶም ውሽጢ ዓዲ ዘለዉ ንህለኩም እዚ ሕጂ ሰዓረ ፍፁም ከዋርድዎ ቀንዮም ወላ ሓንቲ ዘይበለ በቃ ብስነ ስርዓት ዘይትነቕፉና እንድሕር ንጋገ ኣለና ስለ ዝበለ ከምኡ ዓይነት ውርደት ኣይኮነን ስጋብ ኣብ ስድርኡ ነብኡ ዝገበሮን ዘይገበሮን ኣቦኡ ነብኡ ክሓትዎ ዝግብኦም ሲ ናብ ወዱ ስጊሮሞ ማለት እዩ ስለዚ ናቶም ቻነል ከፊቶም ስለ ዘለዉ ኩላትና ሳብስክራይብ ንግበረሎም ኤርትራዊ ኩሉ ግዜ ዕዉት እዩ ኣብ ዝኸደ ከይዱ ሳብስክራይብ ኣይንሕመቕ ንእሽተይ ከስማዕኩም እየ ካብዛ ናይ ፋራ ገለ ዝብለዋ ዘለዉ ሽዑ ክኣኽለና እዩ ኣብታ ናይ ምሸት መደብና ግን ኣስፍሐ ክዛረበሉ እየ የቐኔለይ ምሳይ ዝወዓልኩም thank you ንእሽተይ ክንሰምዕ ኢና ሕጂ። ትውክል ብትኽክል እታ ቀንዲ ትርጉማ ኣብኣ ጸኒሓትኒ ብከምዚ ምክንያት ድማ ንህዝቢ ሪኢዋ ክዓግብ ከም ዝኮነ ብዙሕ ተቀራርቦ ነገር ከም ዘሎ ኣብ መንጎና ይርዳኣኒ ማለት እዩ ኣነ ከም ሰዓረ ነዚኣ ስራሕ እዚኣ ጋግ ተፈጠረ ነገራት ኣለና እሱ ክለግብ እዩ ኣረዳድኣ ጌጋ ዘለና እውን ክንረድእ ኢና ፋራ እዩ ዝብል ተኣምር ፋራ እንታይ ማለት እዩ ፋራ ጸርፊ ድዩ ፋራ መግለጺ ድዩ ፋራ እንታይ ፋራ ሰብ ኣይኮነን ፋራ ሓሳብ እዩ ፋራ ስምዒት እዩ እምበር ወዲ ሰብ ዝኾነ ይኹን ወዲ ሰብ ኣብዛ ነፍቀረ ሃገርና ኤርትራ ኣብ ዝኾነ ይኹን ከተማ ኣብ ዝኾነ ይኹን ገጠር ኣብ ዝኾነ ይኹን ቦታ ዝተወልደ ሰብ ሓደ እዩ ሓደ እዚ ስነ ሓሳብ ናይ ኤርትራዊ ኣብ መንጎ ግን ድመፅእ ኣይድያ ነይሩ ፋራ ኢልካ ስምዒታት ምፍላይ ፋራ ኢልካ ትውልዲ ቦታ ምፍላይ ዝኾነ ይኹን ሰብ ኣብ ዝተወልደሉ ቦታ ተወሊዱ ብርቱዕ ክኸውን ይኽእል ድኹም ክኸውን ይኽእል ናይ ገዛ ርእሱ ተሓሳስባ እዩ እምበር ከም ጥብቆ ትለብጎ ጉዳይ የላን ማለት እዩ ሕጂ ነዚ ነገር እዚ ክንኣሊ ስለ ዘለና ኢና ነዚ ሓሳብ ኣልዒልዮ ፋራ ዝበሃል መን እዩ ኣብዚ ፊልም ክንምልሶ ኢና ኣንጻር ናይ ፋራ ከመን እዩ ኣብዚ ፊልም ክንሪኦ ኢና ኣስመራ እንታይ ፅባቐ ኣለዋ ገጠራትና እንታይ ፅባቐ ኣለዎም ዝተፈላለዩ ኣብ ኤርትራ ዘሎ ከተማታትና ፅባቐ እንታይ ኣለዎ ካልቸርና እንታይ እዩ ባህልና እንታይ እዩ ልምድና እንታይ እዩ ስለዚ ንሕና እዚ ኢና እምበር እቲ ብፋራ ዝጠብቀና ስነ ሓሳብ ኣይኮናን ንምባል እዚ ሓሳብ መፅዩ ዓሻ ዝተኸሎ ለባም ናይ ነቕሎ ዝብል ምስል ኣሎ ነዚኣ እንታይ እምፀያ ኣብ ዝተሓሳስባ ስቲሪዮታይፕ ወይ ከዓ ሓደ ተደጋጊሙ ዝተባህለ እሞ ዘይኮነ ከሎ ሓቂ ኮይኑ ዝረዓም ነገር ኣሎ ንኣብነት ፋራ እንድሕር ኢልካ ሕጂ ንሓደ መንእሰይ ፋራ ታይ ማለት እዩ ተልካዮ ካብ ዓዲ ዝመፀ ኡክያለ ምስ ወረቐታ ዝገብር ፓኒኖ ኣዚዙ ምስኡ ጽማቕ ማንጉስ ዝእዝዝ ገለገለ ከምዚ ኢሉ ዝኸይድ ኣዘራርብኡ ከምዚ ከምዚ ከምዚ ኢሎም ኤክስተርናል ናቱ ነገር እዮም ዝነግሩኻ። እዚ ሕጂ ከም መግለጺ ተወሲዱ። ኣነ ኸዓ ኣብዚኣ ፋራ ባህ ኢሉኒ ክሰርሕ ዝገበረኒ እንታይ እዩ? እቲ ትኽክል ትርጉም ናይ ፋራ ክንረኽቦ ስለ ዝጸዓርናን መልሱ ይኸውን ኢልና ዝኣመንናሉ ስለ ዝበልናን። ስለዚ ፊልም ፋራ ንነዊሕ ግዜ ዝኸደ ዘይኮነ እሞ ብምድግጋሙ ሓቂ ኮይኑ ዝመስል ዝነበረ ኣፍሪሳ እቲ ሓቀኛ ምስሊ ናይ ሓደ ፋራ ዝብል ትርጉሙ ብ ፊሎዞፊካሊ ብሎጂክ ብክውንነት ስለ ትገልጽ ኣዝየ ባህ ኢሉኒ ሰሪሐያ ማለት እዩ። ኣብ ሕክያ ራስ ብራስ ግደፊ ንሓንቲ ሕቶ ሓንቲ መልሲ ፕሊስ። ኢያሱ ኣሎ ዶ? ንሱ ድዩ ትሕዝቶኻ?